ሰላም ጥዕና በልና ዝኸበርኩም ተኸታተልቲ መደብ ደጎል ዜና ነዚ ሰዓት ዘዳለናዮም ዜናታት ሕዝናልኩም ቐሪብና ኣለና ምስ ደጎል ዜና ሰናይ ጻንሒት ክኾነልኩም ብምምናይ ናፍቲ ብፈለማ ዝሓዝናዮ ዜና ዝዕለት ክነስግረኩም። ኣብ ከተማ ሰቲት ሕሞራ ሓዱሽ ጎንጺ ከም ዝተልዓለ ተሓቢሩ። ምንቅስቓስ ሰባት እውን ንግዚኡ ጠጠው ኢሉ ከም ዝውዓለ ተገሊጹ። ኣብ ትሕቲ ወረርቲ ሓይልታት ኣብ ዝርከብ ከተማ ሰቲት ሕሞራ ብዘጋጠመ ዕግርግር ህይወት ሰብ ሓሊፉ ምህላው እዩ ካብቲ ቦታ ዝረኸብናዮ ሓበሬታ ዘረድእ። ትማሊ ሰንበት ዕለት ዓሰርተ ክልተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዞባ ምዕራብ ከተማ ሰቲት ሕሞራ ኣብ መንጎ ዕጡቓት ወርቀኛታትን ምክልኻል ሰራዊት ሃገርን ብዝተፈጠረ ጎንፂ ኣብቲ ከተማ ምንቅስቓስ ሰብ ጠጠው ኢሉ ከምዝወዓለ ምርግጋፅ ተኻኢሉ። በቲ ኣብ መንጎ ዕጡቓት ወርቀኛታትን ሰራዊት ምክልኻል ሃገርን ብዝተፈጠረ ዕግርግር ድማ ክልተ መናእሰይ ተወለድቲ ሰቲት ሑመራ ህይወቶም ስኢኖም ኣለው። በቲ ዘጋጠመ ጎንፂ ሓደ ወድን ሓንቲ ጓል ኣንስተይቲ መናእሰይን ህይወቶም ከምዝሰኣኑን ብርክት ዝበለ ንብረት ህዝቢ ከምዝዓነወን ካብ ከተማ ሑመራ ምንጭታትና ኣረጋጊፆም። እዞም በቲ ዕግርግር ህይወቶም ዝሰኣኑ መናእሰይ ወልቃይት ምስቲ ኩነታት ርክበት ዘይነበሮምን ሰለማውያን ሰባትን ምዃኖም ዝተረኽበ ሓበሬታ የመላኽት። ሕጋዊ ግዝኣት ሓድነት ትግራይ ካብ ኢድ ዕጡቓት ነፃ ብዘይምውፅኡ ኣብቲ ከባቢ ዘለዉ ተጋሩ ንብርክት ዝበሉ ሓሳር መከራ ይሳጥሑ ከምዘለዉ ይግለፅ። ብፍላይ ነበርቲ እቲ ከባቢ ብሓይሊ ብረት ተሓጊዙ ዘባረረን ሰፍ ዘይብል ግፍዒ ኣብ ልዕሊ ተጋሩ ንክበፅሕ ዝገበረን ዘይሕጋዊ ምምሕዳር እቲ ከባቢ ኣብ ልዕሊ ተጋሩ መንነት መሰረት ዝገበረ ግፍዕታት ሕዚ እውን ይቕፅለሉ ከም ዘሎ እዩ መረዳእታታት ዝሕብሩ። ኣብ ማእኸል ተመዛበልቲ ሕፃፅ ዝርከብ ልዕሊ ሓደ ሽሕን ሸውዓተ ሚእትን ተመዛባሊ ኣብ ኣፍ ሞት ከም ዝርከብ ተገሊፁ። ኣብ ማእኸል ተመዛበልቲ ሕፃፅ ካብ ወርሒ ሓምለ ክልተ ሽሕን ዓሰርተ ሸውዓተን ዓመተ ምህረት ናብዚ ብሰንኪ ጥምየት ልዕሊ ሓምሳ ተመዛበልቲ እንትሞቱ ካልኦት ኣስታት ሓደ ሽሕን ሸውዓተ ሚእትን ወገናት ድማ ኣብ ኣፍ ሞት ከም ዝርከቡ ተገሊፁ። ኣብ ማዕቑብ ተመዛበልቲ ሕጻጽ ዝርከቡ ብዕድመ ዝደፍኡ ወለዲ፣ ህጻናትን ደቂ ኣንስትዮን ዝለሓስ ስኢኖም፣ ሰኣን ሕክምና ብጥሜት ወዲቖም ከም ዝርከቡ ካብቲ ቦታ ዝወጽኡ ዘለዉ ሓበሬታታት የረድኡ። ኣብ ማእኸል ተመዛበልቲ ሕጻጽ ዝርከቡ ተመዛበልቲ ዞባ ምዕራብ ትግራይ ብሰንኪ ጥሜትን ስእነት መድሓኒትን በብመዓልቱ ኣደዳ ሞት ይኾኑ ከም ዘለዉ ስድራ ግዳያት ሞት ይገልጹ። መንቀሊ እቲ ጸገም ድማ ንተመዛበልቲ ዝወሃብ ሓገዝ ብመጠን እኹለ ብዘይምዃኑን እተን ግዜ ተጸቢኻ ዝወሃባ ዓሰርተ ሓሙሽተ ኪሎ ሓገዝ እውን ፍርቀን ንምግቢ ፍርቀን ድማ ተሸይጠን ንመጥሓንን ኣስቤዛን ዝውዕላላ እየን ኢሎም። እቲ ዝወሃብ ሓገዝ እኽሊ ዓበይቲ፣ ህጻናት፣ ጸገም ጥዕና ዘለዎም ወገናት ክበልዕዎ ኣጸጋሚ ከም ዝኾነ ብምግላጽ ስድርኦም ገርባብቶምን ብጥሜት ይረግፉ ከም ዘለውን ማሕበረሰብ ዓለም ክበፅሐሎምን ተማሕፂኖም። ሰኣን ምግብን መድሓኒትን ኣብ ማእኸል ተመዛበልቲ ሕፃፅ ካብ ወርሒ ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ናብዚ ጥራሕ ልዕሊ ሓምሳ ተመዛበልቲ እንትሞቱ ብሓፈሻ ካብ ክልተ ሽሕን ዓሰርተ ሓሙሽተን ዓመተ ምህረት ናብዚ ድማ ልዕሊ ሰለስተ ሚእቲ ተመዛበልቲ ህይወቶም ከምዝሰኣኑ ኣመሓዳሪ ዞባ ምዕራብ ትግራይ ኣይተ ግደይ ኣዘነው ሓቢሮም። ሐዚ እውን ህፁፅ ሓገዝ እንተዘይረኺቦም ተመዛበልቲ ኣብ ሓደጋ ሞት ከምዘለውን ቕልጡፍ ሓገዝ ከምዝደልዩን ተዛሪቦም። ግዝያዊ ምምሕዳር ትግራይን ካልኦት ዝምልከቶም ኣካላትን ህፁፅ ሓገዝ ክገብሩሎም ድማ ኣብ ምሕፅንታ ይርከቡ። ግዝያዊ ምምሕዳር ትግራይ ብወገኑ ኣብ ሕፃፅ ዘጋጠመ ናይ ጥሜት ሓደጋ ህፁፅ ምላሽ ምሃብ ከምዝጀመረ ዝገለፀ ኾይኑ ሎሚ ንጉሆ ካቢኔ ጊዜያዊ ምምሕዳር ትግራይ ዝምልከቶም ኣብያተ ዕዮ ናብ ዝተረኸብሉ ክዝትየሉን ህፁፅ መፍትሕታት ክገብረሉን እዩ ክብል ቤት ፅሕፈት ፕሬዝዳንት ሓቢሩ። እዚ ከምዚ ኢሉ እናሃለወ ውድብ ህወሓት ካብ ተፈናቐልቲ ብግዴታ ወርሓዊ መዋጮ ይክብ ኣሎ ክብል ሳልሳይ ወያነ ትግራይ ከሲሱ። ሓደ ካብቶም ኣብ ትግራይ ዝንቀሳቐሱ ተቓወምቲ ውድባት ዝኾነ ሳልሳይ ወያነ ትግራይ ሳወት ኣብ ዝሃቦ ጋዜጣዊ መግለፂ ህወሓት ካብቶም ዓዶም ገዲፎም ዝተፈናቐሉ ወገናት ብግዴታ ወርሓዊ ክፍሊት ይክብ ከም ዘሎ ኣፍሊጡ። እቲ ውድብ ኣብ መግለፂኡ እዚ ህወሓት ዝፍፅሞ ዘሎ ጭካነ ዝተመልኦ ተግባር ብምሉእ ሕብረተሰብ ክቃወሞ ፃዊዒት ኣቕሪቡ። ኣብዚ እዋን እዚ ካብ መዕቆቢ ተመዛበልቲ ሕፃፅ ብጣዕሚ መሰከፊ ዝኾኑ ሓበሬታታት ይወፅኡ ኣብ ዘለውሉ እዋን ብዙሓት ጉዱሳት ወገናት ህይወት ተመዛበልቲ ሕፃፅ ንምድሓን ኣብ ዝጓየዩሉ ዘለዉ እዋን እዩ ህወሓት ካብ ተመዛበልቲ መዋጨኢ ክብ ኣሎ ተባሂሉ ተኸሲሱ ዘሎ። ስምምዕ ፕሪቶርያ ብግቡእ ብዘይምትግባሩ ተፈናቐልቲ ብጥሜትን ብኣራዊትን ህይወቶም ይሓልፍ ከምዘሎ እዩ መረዳእታታት ዝሕብሩ። ንኣብነት ኣብ መዓስከረ ተፈናቐልቲ ሕጻጽ ካብ ዝርከቡ ልዕሊ ዓሰርተ ኣርባዕተ ሽሕ ተፈናቐልቲ እቶም ሰለስተ ሚእትን ሰላሳን ሓደን ከም ዝሞቱ እዩ እቲ ውድብ ገሊጹ ዘሎ። ኣብ ትግራይ ብረት ዝሓዘ ሓይሊ ኣብ ስልጣን ከም ዘሎ ዝጠቐሰ ሳልሳይ ወያነ ትግራይ እቲ ስልጣን ሒዙ ዘሎ ጉጅለ ብረት ይጥቀም ብምህላዉ ካልኦት ሓይልታት እውን ብረት ናብ ምልዓል ከም ዘምርሑ ኣፍሊጡ። ኣብ ትግራይ ዘለዉ ፖለቲካዊ ሓይልታት ዘለዎም መሰረታዊ ፍልልይ ካብ ግዜ ናብ ግዜ እናሰፍሐ ይኸይድ ኣሎ ዝበለ እቲ መግለፂ፣ ህወሓት ንትካላት ትግራይ ከም በዓል ትእምትን ጂኤስቲኤስን እናፍረሰን እናዳኸመን እዩ ክብል ወቒሱ። ኣብ ትግራይ ሐዚ መረፃ ክካየድ ከምዘይብሉ ዘስመረሉ ሳልሳይ ወያነ ትግራይ፣ ቅድሚ መረፃ ምክያዱ ውሕስነት ግዝኣታዊ ሓድነት ትግራይ ክረጋገፅን ተፈናቐልቲ ናብ መረቦቶም ክምለሱን ከም ዝግባእ ኣተሓሳሲቡ። ኣብ ልዕሊ ትካላት ትእምት ዝተገበረ እገዳ ከም ዝተልዓለ ተገሊጹ። ልኡኽ ግዜያዊ ምምሕዳር ትግራይ ምስ ባንኪ ንግዲ ኢትዮጵያ ተመያይጡ እገዳ ሒሳብ ባንኪ ትካላት ትእምት ተላዒሉ ኣሎ። ብሌተናል ጀነራል ታደሰ ወረደ ዝተመርሐ ልኡኽ ግዜያዊ ምምሕዳር ትግራይ ባንኪ ንግዲ ኢትዮጵያ ኣብቲ ክልል ዘሎ ሸቕሊ ኣልቦነት ንምቕራፍ ኣብ ኮንስትራክሽንን ካልኦት ዓውድታትን ኢንቨስትመንት ክጅምር ሕቶ ኣቕሪቡ። ብተወሳኺ እገዳ ሒሳብ ባንኪ ትካላት እቲ ምትእትል ዓይሊ ኣሎ። ላዕለዎት ሓለፍቲ እቲ ክልል ኣብ ኣዲስ ኣበባ ምስ ሓለፍቲ እቲ ባንኪ ኣብ ዝገበርዎ ዘተ እቲ ባንኪ ኣብቲ ክልል ኢንቨስት ካብ ምግባር ብተወሳኺ ገዛ ንዘድልዮም ልዕሊ ስሳ ሽሕ ሰባት ናይ ልቓሕ ኣገልግሎት ከመቻችው ሓቲቶም እዮም።

ስሩዕ ኮንስትራክሽን ሓዊሱ ናይ ካልኦት ኩባንያታት ሒሳብ ባንኪ ክንቀሳቐስ ተፈቒዱ ከምዘሎ እዩ እናተገለፀ ዝርከብ። እዚ እገዳ ተነቢሩ ዝነበረ ብሰንኪ ውሽጣዊ ናይ ስልጣን ባእሲ ውድብ ህወሓት ብትእዛዝ ቤት ፍርዲ ምንባሩ ይዝከር። ምልዓል እቲ እገዳ ንዘሎ ወጥሪ ከዝሕሎ ከም ዝኽእል ዝፅበ ኮይኑ ዓማዊል ማይክሮ ፋይናንስን ደደቢትን ሓዊሱ ንብዙሓት ሰባት ሒሳብም ክንቀሳቕሱ ከም ዘኽእሎም ተገሊፁ ኣሎ። ምክትል ፕሬዚዳንት ባንኪ ንግዲ ኢትዮጵያ ኣይተ ኤፍሬም ሞኩሪያ ብወገኖም እቲ ባንኪ ኣብ ዳግመ ህንፀት ትካላት ትምህርትን ጥዕናን ዝገብሮ ዘሎ ተሳትፎ ኣጠናኺሩ ከም ዝቐፅል ነቲ ልኡኽ ኣረጋጊፆምሉ ከም ዘለው ዝረኸብናዮ መረዳእታ የመላኽት። ጀነራል መሓመድ ተሰማ ጡባ ተቐሪፁ ዝተብሃለት ፋኖ ብዝምልከት መልሲ ሂቡ። ኣብ ክልል ኣምሓራ ዝርከቡ ላዕለዎት ሰበስልጣንን ጀነራላትን ኣብ ዝተፈላለዩ ከባብታት እቲ ክልል ህዝባዊ ኣኼባታቶም ይቕፅል ኣሎ። እቲ ክልል ካብቲ ዝካየድ ዘሎ ውግእ ብዘይነኣስ ደረጃ ብማዕበል ኣኼባታት ተዋሒጡ ይርከብ። ኣብዞም ኣኼባታት መራሕቲ እቲ ክልልን ጀነራላትን ህዝቢ ክውደብ፣ ኣብ ጎኖም ክስለፍ ከምኡ እውን ኣቦታት ሃይማኖት፣ ነቶም ዕጡቓት ኢዶም ንክህቡ ክገብሩ ክሓቱ ተራእዮም እዮም። ብተወሳኺ ኣብ ልዕሊ ዕጡቓት ፋኖ ምስ ታሪኻዊ ፀላእቲ ይሰርሑ ኣለዉ ካብ ዝብል ክሳብ ግህሰት ሰብኣዊ መሰላት ይፍፅሙ ኣለዉ ዝብሉ ዝተፈላለዩ ክስታት ይቐርቡ ኣለዉ። ናይ ምብራቕ እዝ ኣዛዚ ጀነራል መሓመድ ተሰማ ኣብዚ ሰሙን ዝሃቦ መግለፂ እውን ሓደ ካብኣቶም እዩ። ጀነራል መሓመድ ተሰማ ኣብ ጎጃም ወረዳ ሜጫ ምስ ኣይተ ኣረጋ ከበደ ብሓባር ኣብ ዝመርሕዎ ህዝባዊ ዘተ ህዝቢ ኣብ ጎኖም ንክስለፍ ሓቲቱ ኣሎ። ንሕና ሕጊ መኽበርቲ ኢና ንሳቶም ድማ ሕገወጥ እዮም ዝበለ እቲ ጀነራል፣ ፋኖ ካብ ዝኾነ ይኹን እዋን ንላዕሊ ናይ ገዛእ ርእሱ ህዝቢ ይበልዕ ኣሎ ክብል ከሲሱ። ንዓና ኣይትኣምኑናን ትኾኑ ነገር ግን ካብ ፋኖ ዝወፀ ውልቀሰብ፣ ንኣዲኡ ዝቐተለ ፋኖ ከም ዘሎ ተዛሪቡ እዩ ብምባል እቶም ፅንፈኛታት ዝበሎም ዕጡቓት ፋኖ ፈፂሞምዎ እዮም ዝበሎ ተግባራት ክዝርዝር ተራእዩ። ጀነራል መሓመድ ተሰማ ሕጂ እውን ንሕና ኣይንእመንን ንኸውን፣ ሓቂ ግን ሓይልታት ፋኖ ምስ ናይ ወፃኢ ሓይልታት ብግልፂ ይሰርሕ ኣሎ ክብል ከሲሱ። ንኣይተ ዘመነ ካሴ ብስም ከይፀውዐ ቅድሚ ሕዚ ሓደ መራሒ ፋኖ ነዚ መንግስቲ ንምፍራስ ምስ ሰይጣን እውን እንተኾነ ክንሰርሕ ኢና ኢሉ ነይሩ ክብል እውን ክሰብኽ ተራእዩ። መራሒ ፋኖ ዝኾነ ዘመነ ካሴ ነዚ መንግስቲ ንምግልባጥን ንምፍራስን ካብ ናይ ወፃኢ ሓይልታት ብተወሳኺ ምስ ሰይጣን እውን እንተኾነ ክንሰርሕ ኢና ኢሉ ከም ዝነበረ ዝዝከር ኮይኑ ጀነራል መሓመድ ተሰማ ነዚ ብምጥቃስ ምስ ሰይጣን ኮይኖም ከፍርሱና ይደልዩ ኣለዉ ብምባል ወቒሱሎም። እቲ ጀነራል ብተወሳኺ መንግስቲ ብተደጋጋሚ ናይ ድርድር ጻውዒት ኣቕሪቡ እዩ፣ ንሳቶም ግን ነቲ ጻውዒት ኣብ ክንዲ ምቕባል ኣላጊጾምሉ እዮም፣ ኣርባዕተ ኪሎ ወይ ድማ ቤተ መንግስቲ እንተሂብኩምና ንደራደር ይብሉ፣ እዚ ግን ልክዕ ኣይኮነን ክብል ኣጠንቂቑ። ኣብ ሰሙን ኣርባዕተ ኪሎ ክኣትዉስ ይትረፍ ኣብ ውሽጢ መንደር እውን ክሓድሩ ኣይከኣሉን ዘለዉ ክብል እውን ንፋኖ ከወዳድቕ ተደሚጹ። ኣብ መወዳእታ እቲ ጀነራል ኣብቲ መድረኽ ዘልዓሎ ነጥቢ፣ ቅድሚ ኣዋርሕ ኣብ ኢድ መንግስቲ ወዲቓ ከላ ጡባ ተቖሪጹ ዝተባህለት ኣባል ፋኖ ጉዳይ እዩ። እቲ ጀነራል እዚ ተግባር'ዚ ፋኖ ካብ ሻዕብያን ግብጽን ዝተቐበሎ ኣጀንዳ እዩ ብምባል መልሲ ሂብሉ'ሎ። ብተመሳሳሊ ሰራዊት ምክልኻል ኢትዮጵያ ሓዱሽ መከናይዝድ መሳርሕታቱ ናብ ስራሕ ዋፊሩ። ሰራዊት ምክልኻል ኢትዮጵያ ብናይ ውሽጢ ዓቕሚ ዝተሓደሱን ዝተመሓየሹን ልዑል ናይ ተኹሲ ዓቕሚ ዘለዎም መከናይዝድ መሳርሕታት ናብ ግዳጅ ቐጠና ከምዘውፈረ ኣፍሊጡ። እቲ ሰራዊት ብዝተገበረሉ ናይ ቴክኖሎጂ ምሕዳስ ዓቕሙ ናብ ዝለዓለ ብርኪ ከምዝደየበ ብምግላፅ ንልኣላዊነት ሃገር ካብ ዝኾነ ይኹን ፀላኢ ንምክልኻል ብኹሉ መዳይ ድሉው ምዃኑ ኣረጋጊጹ። ብተወሳኺ ኢትዮጵያ ሓደሽቲ ኮማንዶ ፌደራል ፖሊስ ኣመሪቓ ኣላ። ፍሉይ ሓይሊ ኮማንዶ ኣጸገምቲ ኦፕሮሽናት ብፍልጠትን ጀግንነትን ዝፍጽም እዩ ክብሉ ድማ ኮሚሽነር ጀነራል ኮሚሽን ፖሊስ ፌደራል ኢትዮጵያ ደመላሽ ገብረሚካኤል ሓቢሮም። ኣካዳሚ ፖሊስ ፌደራል ኢትዮጵያ ንፈለማ እዋን ብናይ ባዕሉ ዓቕሚ ዘሰልጠኖም ኣባላት ፖሊስ ኮማንዶ ምክትል ቀዳማይ ሚኒስተር ኢትዮጵያ ተመስገን ጥሩነህ ኣብ ዝተረኽብሉ ተመሪቑ ኣሎ። ኮሚሽነር ጀነራል ደመላሽ ገብረ ሚካኤል ኣብቲ እዋን ከም ዝበልዎ ተመረቕቲ ካብ ኩለን ክልላትን ምምሕዳር ከተማታትን ዝተመልመሉ እንትኾኑ ንዝሓለፉ ዓሰርተ ሽዱሽተ ኣዋርሕ ፍሉይ ፖሊሳዊ ስልጠና ወሲዶም ኣለዉ ክብሉ ገሊፆም። ኣብዚ ፍሉይ ስልጠና ኮማንዶ ዝኾነ ይኹን ፍሉይ ኦፕሬሽን ወፍሪ ንምውፃእ ዘኽእል ጥንኩር ዓቕሚ ከም ዝፈጠሩ እውን ኣብሪሆም። ፖሊስ ብሕጊ፣ ኣሰራርሓ ሓይሊ ሰብ፣ ቴክኖሎጂ ከምኡ እውን ብርክብ ውሽጥን ወፃእን ዕውት ሪፎርም ኣካይዱ እዩ ኢሎም። በዚ ድማ ማእገር ሃገር ዝኾነ ዘይሸራውን ሞያዊ ብቕዓትን ናይ ምፍፃምን ዓቕሚ ዘለዎ ዓለም ለኸ ተወዳዳሪ ትካል ፖሊስ ከምዝታነፀን ብፍላይ ሓይሊ ሰብ እዋኑ ዝጠልቦ ዝተማልእ ፖሊሳዊ ፍልጠት፣ ክእለትን ስብእናን ንኽላበስ ትካላት መሰልጠኒ ምዕባይ ክኢልና ኢና ኢሎም። እቲ ሓይሊ ፖሊስ ኣብ ዝሓለፈ እዋን ኣብ ልዕሊ ሃገርን ህዝባን ብባንዳን ብዓድን ዝተፈነወ ሃገር ናይ ምፍራስ ሽርሕታት ምስ ካልኦት ኣካላት ፀጥታ መስዋእትነት ብምኽፋል ከም ዘፍሸሉ እውን ገሊፆም ኣለው። ታሪኻዊ ፀላእቲ ኢትዮጵያ ሰላም ንምትዕንቓፍ ከም ዘይድቅሱ ብምሕባር፣ ዝኾነ ይኹን ወፍርታት ብብቕዓትን ቆራፅነትን ንምውፃእ ኩሉ ግዜ ድልዋት እዮም ክብሉ እዮም ገሊፆም ዘለው። ኣብ ኤርትራ ተታሒዘን ዘለዋ ሰለስተ መራኽብ ኣዘርባጃን ክፍትሓ ጻውዒት ቐሪቡ። ብ ሸውዓተ ሕዳር ክልተ ሽሕን ዕስራን ኣርባዕተን ኣቆጻጽራ ኣውሮፓውያን ሰለስተ መራኽብ ኣዘርባጃን ንመትረብ ስወጽ ሓሊፈን ናብ ሕቡራት ኢምራት ዓረብ እናምርሓ እንከለዋ ካብ ዓለምለኻዊ መስመር መራኽብ ሰጊረን ናብ ማያዊ ግዝኣት ኤርትራ ስለዝኣተዋ ብሓይሊ ባሕሪ ኤርትራ ተታሒዘን እተን ሰለስተ መራኽብ፣ ዓሰርተ ሸሞንተ ባሕረኛታትን ሽዱሽተ ብረት ዝዓጠቑ ሓለዋ ባሕርን እየን ሒዘን ነይረን። እቶም ዓሰርተ ሽዱሽተ ተወለድቲ ኣዘርባጃን ባሕረኛታት ኣብ መወዳእታ ሰሙን መጋቢት ክልተ ሽሕን ዕስራን ሓሙሽተን ኣቆጻጽራ ኣውሮፓውያን ነጻ ክፍነዉ እንከለዉ፣ እቶም ዝተረፉ ሽዱሽተ ስሪላንካውያን ኣባላት ሓለዋተን መራኸብ ድማ ድሕሪ ዝተግብረ ዲፕሎማሳዊ ጻዕሪ ድሕሪ ናይ ኣስታት ሓደ ዓመት ማእሰርቲ ኣብ መወዳእታ ሰሙን ናይ ጥቅምቲ ተፈቲሖም ነናብ ዓዶም ተመሊሶም እዮም። ዛንታ እተን መራኽብ ግን ኣብዚ ኣየብቅዐን። ሰለስተ መራኽብ ኣብ ትሕቲ መንግስቲ ኤርትራ ስለዘለዋ ክምለሳሉ ነተን መራኽብ ዝውነን ትካል ብመንገዲ እቶም ብትካላት ኢንሹራንስ ዝተወከለ ብሪጣንያዊ ትካል ይሓትት ኣሎ። ሓደጋ ንዘጋጠመን መራኽብን ኣብ ምውጻእ፣ ንዝተጨውያ መራኽብ ኣብ ምፍታሕን ካልእ ተመሳሰልቲ ነገራትን ንትካላት ኢንሹራንስ ወኪሉ ዝሰርሕ ብሪጣንያዊ ትካል ቫንጋርድ ቴክኖሎጂ ዝተባህለ ትካል እቲ ነተን ኣብ ኤርትራ ዝርከባ መራኽብ ኣዘርባጃን ክፍትሓ ውክልና ተዋሂብዎ እዩ ዝሓትት ዘሎ። እተን መራኽብ መጀመርታ ናብ ክሊ ማይ ኤርትራ ዝኣተዋሉ ምኽንያት ክግለጽ እንከሎ፣ እቲ ካፕቴን ኩነታት ኣየር ዘበግሶ ብርቱዕ ማዕበል ዝኾነ ዓይነት ፍቓድ ከይሓተቱ ናብ ክሊ ማይ ኤርትራ ክኣትዉ ከም ዘገደዶም እዩ ዝግለጽ ዘሎ። ንምፍታሕ እተን ሰለስተ መራኽብ ኣብ ዝምልከት ድማ ምስ መንግስቲ ኤርትራ ቀጥታዊ ዘይኮነ ዲፕሎማስያዊ ጻዕርታት ይካየድ ከም ዘሎ ብምግላጽ፣ ክሳብ ሐዚ ብዘሎ ምዕባለታት ዕጉባት ኢና፣ ብዓብዩ ኣብ ልዕሊ እቶም ባሕረኛታት፣ እቶም ሓለዋ ባሕርን ዝነበሮም ምርመራ ወዲኦም ነጻ ስለዝሰደድዎም፣ ጉዳይ እዘን መራኽብ ድማ ብተመሳሳሊ ኣገባብ ክፍታሕ እዩ ዝብል ተስፋ ኣለና ክብል እዩ እቲ ተጣባቒ ትካል ገሊጹ ዘሎ። እተን ኣብ ዝሓለፈ ሕዳር ክልተ ሽሕን ዕስራን ኣርባዕተን ኣቆጻጽራ ኣውሮፓውያን ብሓይሊ ባሕሪ ኤርትራ ዝተትሓዛ ሰለስተ መራኽብ ባንዴራ ኣዘርባጃን ዝሰቐላ ብሓደ ኣገልግሎት ባሕሪ ካስፕያን ቢፒ ዝተብሃለ ዓለምለኻዊ ትካል መጓዓዝያ ባሕሪ ዝመሓደራ እየን። መንግስቲ ኤርትራ ብዛዕባ እዘን መራኽብን ብዛዕባ እቶም ተኣሲሮም ዝነበሩ ዓሰርተ ሸሞንተ ባሕረኛታትን ምስኦም ዝነበሩ ብረት ዝዓጠቑ ሽዱሽተ ስሪላንካውያንን ሓለዋ ባሕርን ብወግዒ ዝበሎ ነገር የለን። እምበኣርከስ ፍቱዋት ተኸታተልቲ መደብ ደጎል ዜና፣ ነዚ ሰዓት ዘዳለናዮም ዜናታት ነዞም ክትከታተልዎም ዝጸናሕኹም ይመስሉ ነይሮም። ኣብ ቐጻሊ ብኻልኦት ዓበይቲ ዛዕባታት ክሳብ ንራኸብ ሰሰናዩ ንዓኹም።